ሕጂ እምበኣር ናብዘም ናይ ዲቪዥን ቴክኒክ ወይ ድማ ናይ ዝተመቐሎ ንተዓዘብ ንኣብነት 324 ዝተመቐሎ ንኸልተ እዚ ዳይሬክትል ፍርቂ ምዃኑ ናይ 324 ንፈይጥና የግዳስ እቲ ኣገባብ ኣገዳሲ ስለ ዝኾነ 32 ዝተመቐሎ ንክልተ ንርአ እዚ ዓሰርተ ሽዱሽተ ክበና እዩ ብምቕጻል ነታ ኣርባዕተ ዝተመቐሎ ንክልተ እንድሕር ጌርና እዚ ከዓ ክልተ ክበና እዩ እምበኣር ሰለስተ ሚእቲ ዕስራ ኣርባዕተ ተመቐሎ ንክልተ ማለት ሚእትን ስሳን ክልተን ባይዘወይ ኩሉ ግዜ ቸክ ግበሩ ኣብ ካልኩሌተር ምክንያቱ ኣብ ዝተመቐሎ ሓንቲ እንድሕር ተጋጊና ንኩሉ ስለ ትልክመልና ካልእ ኣብነት ንተዓዘብ ሚእትን ስሳን ኣርባዕተን ዝተመቐሎ ን ኣርባዕተ ንግበር። እዚ ከኣ ከምቲ ሳምፕል ዲቪዥን ክንዕዘብ ንኽእል ኢና፣ ሚእትን ስሳን ሸሞንተን ዝተመቐሎ ን ኣርባዕተ፣ ዓሰርተ ሽዱሽተ ተመቐሎ ን ኣርባዕተ ንተዓዘብ፣ ዓሰርተ ሽዱሽተ ተመቐሎ ን ኣርባዕተ ከኣኒ ኣርባዕተ፣ ሸሞንተ ን ኣርባዕተ እንድሕሪ መቒልናዮ ከኣ ክልተ ክበና እዩ። ሚእትን ስሳን ሸሞንተን ተመቐሎ ን ኣርባዕተ ከኣኒ ኣርባዓን ክልተን ማለት እዩ። ቸክ ንግበር ብካልኩሌተር። ብምቕጻል ናብታ ትስዕብ ኣብነት ነብል እምበኣር 963 ዝተመቐሎ ንሰለስተ እምበኣር ሰለስቲኤን ቁፅርታት ላዕሊ ዘለዋ ንሰለስተ መቐልቲ ስለ ዝኾና በብሓደ ክንመቐሎ ንኽእል ኢና ኣብዚ ከዓ ዝያዳ ግዜ ንቆጥብን ካብ ጭንቀት ከዓ ንድሕን ማለት እዩ ትሽዓተ ዝተመቐሎ ንሰለስተ ሰሰለስቲኦም ክበና እዩ ሽዱሽተ ዝተመቐሎ ንሰለስተ ሰሰለስ ከክልቲኦም ክበና እዩ ይቕሬታ ሰለስተ ዝተመቐሎ ንሰለስተ ከዓኒ ሓሓደኦም ክበና እዩ እዚ ከዓ ሰለስተ ሚእትን ዒስራን ሓደን ማለት እዩ ትመልሲ ቸክ እንድሕር ጌርናዮ ከዓ እሱ ክትብለና እያ ቀፂልና ካልእ ኣብነት ንተዓዘብ ንኣብነት ኣብዚ ሓደ ቀሊል ቁፅሪ የብልና ንበል 156 ተመቕሎ ንኣርባዕተ ዓሰርተ ሓሙሽተ ንኣርባዕተ ተመቃሊ ይኮነን ምክንያቱ ተረፍ ስለ ደሎ ሽዱሽተ እውን ከምኡ ተመቃሊ ይኮነን ሙሉእ ቁፅርስ ሃይቡናን እዮም ተተመቒሎም ኣብዚ ከምዚ ዓይነት ሲትዌሽን ነቲ ነቶም ላዕለዎት ቁጽሪ ናብ ስሞልና እምበር ክንመቐሎም ኢና ናብ ዝቖለሉ ንኣብነት ሚእቲ ዝተመቐሎ እዩ ነርባዕተ ብምቕጻል ኣርባዓ ተመቃሊ እዩ ነርባዕተ መቃሊ እዩ ነርባዕተ ይቕሬታ ዓሰርተ ሽዱሽተ እውን ከምኡ መቃሊ እዩ ነርባዕተ እምበኣር ሚእቲ ነርባዕተ ሓምሳ ኣርባዕተ ነርባዕተ ዓሰርተ ዓሰርተ ሽዱሽተ ነርባዕተ ከኣኒ ኣርባዕተ እየን ክበና እዩ እዚ እንድሕር ክንድምሮም ደሊና ከዓኒ ሚእትን ኣርባዕተ ሓሓምሲ ዒስራን ሓሙሽተ እዮም ይቕሬታ ቅድም ኣቢለ ተጋግየ ነይረ ኣርባዓን ኣርባዕተ ተመቒልናዮ ከዓኒ ዓሰርተ እዮም ብምቕፃል ዓሰርተ ሽዱሽተ ዝተመቐሎን ኣርባዕተ ከዓኒ ኣርባዕተ እዮም እምበኣር ዕስራን ሓሙሽተን ተደመሩ ዓሰርተ ሳሳ ሓሙሽተን ተደመሩ ኣርባዕተ ከኣኒ ሳሳን ትሽዓተን ይበና ማለት እዩ። እዚኣ እታ ሳሳን ትሽዓተን ናይ መወዳእታ መልሲ ሚእትን ሓምሳን ሽዱሽተን ዝተመቓቕሎ ንኣርባዕተ ቸክ ግበርዋ ኣብ ካልኩሌተር ባይዘወይ። ብኻልእ ኣገባብ እውን ንሕና ብሎንግ ዲቪዥን ቸክ ክንገብራ ንኽእል ኢና ነቶም ካልኩሌተር ደይብሎም ማለት እዩ። ባር ዓሰርተ ሓሙሽተ ን ኣርባዕተ ሰሰለስተ እዮም ኣርባዕተ ዘረባ ሰለስተ ዓሰርተ ክልተ ሰለስተ ተረፋ ኣለኒ ሽዱሽተ ነውርዶ ሳሳን ሽዱሽተ ን ኣርባዕተ ከዓኒ ትሽዓተ እዮም ትሽዓተ ዘረባ ሽዱሽተ ሳሳን ሽዱሽተን ዜሮ ማለት እዩ እዚኣ ከዓ እታ ትኽክል መልሲ ትበና ማለት እዩ ናብ ካልእ ፕራክቲስ ካልእ ኣብነት ንተዓዘብ ንዝያዳ ልምምድ ማለት እዩ ክልተ ሚእትን ሳሳን ኣርባዕተን ዝተመቐሎ ንሰለስተ

ክልተ ሚእትን ዓሰርተን ኣብ ርእሲ ሰለስተ ማለት ከኣኒ ሸሸውዓ- ሰሰው- ሰስ- ሸሸውዓተ እዮም ከም ዝኾነ ንፈልጥ ኢና። እዚ ከኣ ሰብዓይ በና ተደመሮ ዒስራን ኣርባዕተን ኣብ ርእሲ ሰለስተ ከኣ ሸሞንተ ሽ- ሰብዓ ተደመሮ ሸሞንተ ከኣኒ ሰብዓን ሸሞንተን ብሎንጊ ዲቪዥን ቸክ እንድሕሪ ጌርናዮ ከኣኒ ዒስራን ሰለስተን ሸውዓተ ሸሸውዓተ እዮም ስ- ሸውዓተ ዘረባ ሰለስተ ዒስራን ሓደን ካብ ዒስራን ሓደን ካብ ዒስራን ሰለስተን ዒስራን ሓደን ተጉዲልና ክልተ ኣለኒ ኣርባዕተ እንድሕሪ መቒልና ሓሓደ እዮም ዒስራ ን ኣርባዕተ ዒስራ ኣርባዕተን ዜሮ ይበና ማለት እዩ እዚኣ ከኣ እታ መልሲ ካልእ ኣብነት ንተዓዘብ ሰማንያ ን ኣርባዕተን ዝተመቐሎ ን ሸውዓተ ክልተ ናምበር እንድሕር ከመይ ገይሮም ክልተ ናምበር ብሬክ ዳውን ክኾኑ ይኽእሉ ንሰማንያ ን ኣርባዕተን እዚ ከኣኒ ሰብዓን ዓሰርተ ኣርባዕተን ምክንያቱ ክልቲኦም ንሸውዓተ ተመቀልቲ ስለ ዝኾኑ መቐልቲ ስለ ዝኾኑ እምበር ሰብዓን ሸውዓተ ዓሰርተ እዮም ዓሰርተ ኣርባዕተን ሸውዓተ ከክልተ እዮም ዓሰርተ ክልተ ክበና እዩ ማለት እዩ መወዳእትኡ እንድሕር ደሚርናዮ ብምቕጻል ሚእትን ኣርብዓን ሓሙሽተን ዝተመቐሎን ሓሙሽተ ከክንደዮም ክበና ይኽእል ኣብዚ ክንገብሮ ንኽእል ነገር እንድሕር ሃልዩ ንሚእቲ ነርብዓ ንሓሙሽተ ምክንያቱ ተመቃ ሓሙሽተ ናይ ሙሉእ ቁፅሪ ተመቃሊ እዩ ወይ ድማ ኣርባሕ ማለት እዩ ሚእቲ ንሓሙሽተ ዕዒስሮም ክበና እዩ ተደመሮ ኣርባዕተ ኣርባዓ ንሓሙሽተ ከዓ ንሸሸሞንተ እዮም ሓሙሽተ ንሓሙሽተ ሓሓደ እዮም ዒስራን ሸዓተን ክበና እዩ ትመልሲ ማለት እዩ ድሕር ደሚርና እዩ